ምስጢር ግዜኡ ምስ ሓለፈ ዕላል ኮይኑ'የ ዝቐርብ በለ ብውሽጡ። ግዜ እንዳነውሐ መጺኡ ድሮ ኣርባዕተ ዓመትን መንፈቕን ኮይኑ ያሬድ ከምቲ ዝበሎ ተሓቢእዎ ዝነበረ ምስጢር ከም ዕላል ኮይኑ ኣብ እዛኑ ክበጽሕ ጀመሩ። ሓጻር ዛንታ ስብኣሓራት ካልኣይ ክፋል ሳሚ ዓርኩ ብገንዘብ ዓዊሩ ናይ ካብ ቁልዕነት ጀሚሩ ምስ ነብሶም ዝሰረጸ ፍቕሪ ሓግሒጉ ናብ እንዳ ጎሓፍ ደርብዩ ምስ ናይ መጻኢት መናብርተይ ዝብላ ኣፍቃሪት ዓርኩ ሓዳር ገይሩስ ዝኽቲ ቆልዓ ወሊዱ ሳራ ኣደ ክልተ ቆልዑን ጓልን ወድን ኰይና፣ እቲ ብዅሪ ቈልዓ ግን ወዲ ኣርባዕተ ዓመት እዩ። ሳሙኤልን ሳራን ካብ ዝምርዐዉ ድማ ሰለስተ ዓመት ጥራሕ እዮም ገይሮም። ዋእ እሞ እዚ ከመይ ከመይ እንዳኣሉ እዚ ጉዳይ። ያሬድ ሓሳባት ኣውሪዱ ከደ እዩ ላሕ ምስ በለ እዩ። ቀቅድሚ ምእሳሩ ዝነበረት ምሸት ሳራ ንያሬድ ጽቡቕ ይስምዓ ከም ዘይነበረን፣ ንኣዴታታ ካብ ኑር መዓልቱ ብሰሙን ከም ዝደንጉየን ብሻቕሎትን ፍርሕን ዓይኒ ብዓይኒ እንዳ ዓይኒ ዓይኒ እንዳረኣየት ስክፍታ ዓይኒ ዓይኑ ስክፍታ እንዳጠመተት ሓቢራቶ ነይራ'ያ። ያሬድ ሓጎስ ኣብ ልቡ ገይሩ ኣጆኺ ሳሪተይ ዘጋጠመ የጋጥም ፍቕርና ተቐኒትና ንኹሉ መሰናኽላት ክንሰግሮ ኢና። ንኹሉ ጊዝኡ ኣለዎ ንጊዝኡ ግን ከምዚ ገይሩ ኣጸናኒዕዋ ነይሩ። ኩሎም ሕሉፋቱ በብሓደ መስርዕ ሒዞም እናተኸታተሉ ቅጅል በልዎም። ኣብ ገዛ እንዳ ሳራ ዝተገበረ ነገርን ኣብ መቓብር ዘሎ ምስጢርን ሓንቲ እያ። ሓደ ግርማዊ ዝብልዎ ዝሓለፎ ሰኽራም ወዲ ሰበይቱ ንኣቶ ሕድሩ ወይ ከዓ ኣቦ ሳራ ኩሉ ምስጢራት ናብ ሓፋሽ ዘዘረቖ ድሕሪ ምእሳር ያሬድ ሳራ ነብሰ ጾር ምዃና ስለ ዝተፈለጠ እዩ። ኣቦኣ ካብ ገዛ ከይትወጽእ ኣጊድዋ። ብቕድሚኡ ብመንገዲ ሳሚ ዝርዝራት ርክብ ናይ ያሬድን ሳራን ይበጽሖ ነይሩ'ዩ። ሳሚ ምስታ ትምኒት ትበሃል ኣፍቃሪቱ መባኣሲኡ'ውን ብሰንኪ ያሬድ'ዩ ነይሩ። ምስጢራት ናይ ሳራን ያሬድን ርእይ ቁጽሪ እርይ ቁጽሪ ኣቢሉ ናብ ኣቦ ሳራ ኣቶ ሕድሩ ከብጽሕ ምስ ተዓዘበት ስለምንታይ ኣብ ልዕሊ ዓርክኻ ሕማቕ ትገብር ኣላ ስለ ዝተቓወመቶ እዩ ነይሩ። ሓደ ምሸት ናብ ሽንቲ ቤት ብሓንሳብ ምስ ከዳ፣ ትምኒት እውን ንሳራ፣ ሳሚ ድላዩ ጸጸቡቕኩም ኣይኮነን፣ ኢላ ኣተንቢሃትላ ነይራ እያ። ያሬድ ብዛዕባ እቲ ዓብዪ ቆልዓ ወዲ ወዱ ድዩ ኣይወዱን ካብ ልሳን ሳራ ሰሚዑ ክቐብጽ ደለየ። ተደጋጋሚ ናብ ቴሌፎን ናይ ሳራን ናብ ናይ ገዛ ቴሌፎኑን ደዊሉኪን ዘልዕሎ ሰኣነ። ሳሚ ንሳራ ስለምንታይ ብጽሕቲ ወርሒ ነፍሰጾር እንከላ ተመርዒዋ? ንመብዛሕትኡ ሰብ ንገንዘብ ክብል ዝኣትዎ ታኼላ ምዃኑ ክግምቶ ኣኽኢልዎ'ዩ። ገለ'ውን ያሬድ ቅድሚ ምእሳሩ እሙን ዓርኪ ተመሲሉ ንሳራ ለሚድዋ ክኸውን ይኽእል'ዩ ይብሉ። ዋላ'ቲ ጥንሲ'ውን ናይ ባዕሉ'ዩ ዝኸውን ይብሉ። ኣብ ምእሳር ያሬድ ልዑል እደ ከም ዝነበሮ እንተ ዝፈልጡ ነይሮም፣ ጭራም ምስጢር ምስጢር ኣይምተኸወለምን ነይሩ። እዚ ንወዲ ከምዚኒ ኸኣ ንያሬድ ድቃስ ከሊእዎ። ብዝቐልጠፈ ኣቦ ናይቲ ብዅሪ ቈልዓ ንሱ ድዩ ኣይንሱን ሓዲኡ ንኽፈልጥ ኵሉ ዝከኣል ጸዓረ። ኵሉ ጻዕሩ ግን ፋይዳ ኣይረኸበሉን። ሰዓታት ናብ መዓልትታት፣ መዓልትታት ናብ ሰሙናት፣ ሰሙናት ናብ ኣዋርሕ፣ ኣዋርሕ ናብ ዓመታት እንዳበሉ ንያሬድ ንያሬድ ኣሻብ ሽዱሽተ ዓመታት ኮይኑ መንበር ዜግነት ምስ ወሰደ እውን ንዓዲ እንተተመሊሱ ኣቲ ሕድሪ ምእሳር ጥራይ ዘይኮነስ፣ ክቐትሎ'ውን ከም ዝኽእል ስለ ዝገመተ፣ ንወለዱ ናብ ኣዲስ ኣበባ ኣውጺኡ እዩ ርእይዎም። ስድራቤት ያሬድ ኣብ ዓርኩ ተደፊኦም ክምርዖ እኳ እንተ ለመንዎ፣ ንሳራ ረኺቡ እስካብ ዘዘራርባ ኣርእስቲ መርዓ ዝበሃል ከልዕለሉ ከም ዘይደሊ ነገሮም። ድንግልና ልቡ ንሳራ ይህባ። ብሓሳብ ሕልና መጻኢኡ ክፍትሽ እንከሎ'ውን፣ ዋላ ንሳራ ምስ ቀበጻ፣ ምስ ካልእ ጓል ሄዋን ብፍቕሪ ከነብር ከም ዘይክእል'ዩ ዝኣምን። ጉዳይ ሳራ ኣንጠልጢሊ ኣጥሊሉ ሕቖን ከብድን ምዃኖም እንተ ኣሚኑ ግን፣ መርዓን ደርዓን ዘይኮነ፣ ዓለም መኒኑ ናብ ገዳም ከይዱ ምንኩስ ክምንኩስ ምዃኑ ምስ ነብሱን ምስ እግዚኣብሔር ኣምላኹን ቃል መጽውዓ ኣትዩ እዩ። ያሬድ ሓደ መዓልቲ ስራሕ ውዒሉ ናብ ሓደ ሓበሻ ዝዘናግዐሉ ቦታ ከደ እሞ ኣብኡ ሓያል ዝፈልጦም ሰባት ረኸበ። ሓደ ናብ ዓዲ በጺሑ ዝመጸ ከኣ ናይ ሳራን ሳሚን ደሃይ ኣምጸኣሉ። ብዘይካ እቶም ክልተ ቆልዑ ከም ዘይወለዱን ኢደ ሰብ ሓሊፍዎም ወይ ከኣ ተሰሪዮም ከም ዝበሃልን ክንደይ ባህላውን ክንደይ ባህላውን ሕክምናውን ኣፋውስ ይፍታትኑ ከም ዝነበሩን ዘለዉን ሓበሮም። ዘጉህየካ ግን ንስድራኹም ምሰረይቶም ምዃኖም ገይሮም ምዝራቦም'ዩ ንሰባት ኣሰንቢዱ። ዋላ ሓደ ዝኣምኖም ሰብ ግን የለን። ንስድራኻ ፈታው'ምበር ዓይንኹም ትደፍነሉ ዝብል ጸላኢ የብሎምን። ንገባሪ ሕማቕ ከኣ ኣምላኽ ኣይሰድድን'ዩ። ኣቲ ሕድሮይ ክኣ ኣቦ ሳራ ዋቒ ጌሩ ፍርቂ ኣካላቱ ለሚሱ ዓሚል ዓራት ኮይኑ ብሰብ ተደጊፉ እዩ ሽንቱ ዝደፍእ ዘሎ ኢሉ ብዙሕ ሓድሽ ወረ ዘርዘረሉ። ያሬድ እንታይ ከም ዝብል ኣይፈልጥን ኩሉ እዩ ሕውስውስ ኢልዎ። ምውንጃል ስድራወይቱ በቲ ሓደ ሸነኽ፣ ሃለዋትን ጥዕናን ኣቲ ሕድሩ ከኣ በቲ ሓደ ኣይምርኡ ኣትዩ ኣዕገርገራ። ኣይደንጎየን እውን። ኣቲ ሕድሩ ብሞት ካብዛ ዓለም ተፈልዩ ካብታ ዳሕረወይቲ ሰበይቶም ኣብ ዕብየታ ስለ ዘእተዋ እዮም መስለኒ ዝኾነ ቆልዓ ኣይወለዱን። ንዓ እውን ብዘይካ ካብቲ ብህይወት ዘየለ ሰብኣያ ዝወለደቶ እቲ ሓደ ሰኽራም ግርማ ወዳ ካልእ የብላን። ያሬድ ጉዳይ ሳራ መዕለቢ ስለ ዘይረኸበሉ ሞት ኣቲ ሕድሩ ምስ ሰምዐ ዓሲሩ ኣሱር ከይሐለፈ ነፋሪቱ ተሰቂሉ ንዓዲ ከይዱ ንሳራ ረኪቡ ከዛራርባ ከም ዝደሊ ሽማግለ ስለ ዝለኣኸላ ሳራ ብዘይ ዝኾነ ተቃውሞ ሓሱሩን ኣርባዓን ምስ ምስ ዓጾና ክረኽበካ ሓሰሩን ኣርባዓን ምስ ዓጸና ክረኽበካ ፍቓደኛ እየ ስለ ዝበለት ያሬድ ቅሩር ዕረፍቲ ተሰምዖ። ከምቲ ሳራ ዝበለቶ ሓዘን እስካብ ዝዕጾ ከም ጥንስቲ መዓልትታት ክፈቅድ ግን ከኣ ከፍኦ። ረኸቦም ምስ ሳሚ ዓርኩን ግን ኣቐዲሙ እዩ ምዕራፉ ዓጽዩ። ሰብኣይ ሳራ ኣስጋው ዝኾነ ግን ፈትዩ ከይፈትወ ምስኡ ተመዓራርዩ ኮፍ ኢሉ ምስ ሳራ ከም ዝዛተ ብውሽጡ ኣመነ። ሓወቦታት ሳራ ነታ ሰበይቲ ኣቦኣን ወዳን ሓግሒጉ ሓግሒጋ ክተውጽኦም ከም ዘለዋ ደጋጊሞም ተዛረብዋ። ሳም'ውን ከምኡ። ካብ ባባሕድሩ ዝወለደቶ ቘልዓ ስለ ዘይብላ፣ ተቐላጢፎም ከውጽኡልና ጥራይ እዮም ዘለዎም በላ። ወናኒ ንብረት ኣቲ ሕድሩ ንሱን ደቁን ሰበይቱን ጥራይ ከም ዝዀኑ ሰብንዝ ግን ክፈልጠሉ ተሃወኸ። እንተዀነ ሳራ ንሓወቦታታ ይኹን ንሳሚ ሰብኣያ ዝዀነ ሕማቕ ከይመለሰት ስቕ ኢላ ኣብ ሓዘና ጥራይ እያ ተጸሚዳ ነይራ። ኣርብዓ ሓሊፉ ሓዘን ምስ ተዓጾ፣ ያሬድ ከም ቆጸርኡ ሽማግለታቱ ኣምሪሑ ናብ ኣቶ ናብ ቤት ኣቶ ሕድሩ ከደ። ምስ ሳሚ መዓርኩ ካንሸሎ ኣተወ። ሳሚ በሉ ጎፍ ጎፍ ተበሃሃሉ። ሰላም ከይበለ ተተተዓዓኒኑ ኣተወ። እተው ኢልዎ ኣቀዲምዎም ናብ ገዛ ኣትዩ። ዝኾነ ምስዕዓም ይኹን ናይ ኢድ ሰላምታ ኣይነበረን። ኮፍ ኢሎም ሰራሕተኛ ሻሂ ወይ ዝብላዕ ክተስተኣናግድ ምስ ተሓተተት ህዉኻት ምዃኖም ነገርዋ። ኣብቲ ገዛ ሳሚን ሳራን፣ ሰበይተቦ ሳራን ምስ ግርማ ወዳን ጥራዮም ነይሮም። ቆልዑት ክጻወቱ ድዮም ዋላስ ናብ ቤት ትምህርቲ ከይዶም ዝኾነ ቆልዓ ኣይነበረን። ፍርቂ መዓልቲ ክኸውን ፍርቂ ሰዓት ተሪፍዎ ነይሩ። እሞ ናብ ጉዳይና ዶ ክንኣቱ? በለ ያሬድ። ሳሚ ካብ ኣፉ ቆሊዉ ናይ ምንታይ ጉዳዩ? ቅልጥፍ ኢልካ ዘምጸእካ ግበር እሞ ክንኸይድ ሰብ ስራሕ ኢና። ትካል ዓጺና ኢና ኣብዚ ተኾሚና ዘለና። በሎ ተታዕኒኑ። ሳራ ሓንሳብ ክትጽበዩና ኢኹም። ጋሻ ይመጸና ኣሎ በለት ሰይተባኣ እውን እወ ሓቃ'ያ ኣይደንጎዩን እዮም መጻኹ ኢሎምኒ ነይሮም ወሰኸት ሳሚ ቃባሕባሕ በለ ዘይፈልጦ ነገር ከም ዘሎ ዝገመት ክመስል ኣብ ሰማይ ዝኣተወት ኣንጭዋ ከኣ ኮነ ኣብቲ ገዛ እውን ዘፍርሕ ጽምዋ ሰፈነ ያሬድ ንሰሉስቲኦም እቶም ሽማግለታቱ ዕሬ ቁጽር ኣቢሉ እዩ ኩሉ ጉዳይ ከይሓብአ ተሪኹሎም። ከይደንጎየ ግን ነቲ ኣብቲ ገዛ ሰፊኑ ዝነበረ ዘፍርሕ ጽምዋ ወቶም ክጽበይዎም ዝጸንሑ ጋሻ ማዕጾ ኳሕኳሕ ምስ በለ ተሰብረ። ወየ ጋሻ መስቀሉ ዝሓዘ ቀሺ ነበረ። ኣብቲ ገዛ ዝነበሩ ኵሎም ብሪጋ ተሲኦም መስቀል ናይቲ ቐሺ ተሳለሙ። ብድሕርዚ ካብ ሓሙሽተ እስካብ ዓሰርተ ደቓይቕ ኣቢሎም ናይ ከመይ ኣለኹምን ደሓንዶ ኣለኹምን ዝብል ሰላምታ ምስ ተለዋወጡ፣ እቶም ቐሺ እሕሕሕሕ እሎመ ጐረርኦም ድሕሪ ምዝሓል፣ በሉ ብሩኽ መዓልቲ ይግበረልና'ሞ ጉዳይኩም ጉዳይኩም'መ ቅልጥፍ ኢልኩም ኣፍስሱ በልዎም። ያሬድ ኣቦኣሺ፣ ኣነ ብዙሕ ኣይክሓትትን ኣነ ብዙሕ ኣይክሓትትን'የ፣ ናብ ሳራ ሓንቲ ሕቶ ጥራይ'ያ ከቕርበላ፣ እወ ወይ'ውን ኣይኮነን ክትብለኒ